ሰላም ሰላም ማዕላትኩም ማዕላትኩም ማዕላትኩም ሕጂ ድማ ብዛዕባ ሕሉፍ ኣብነታት ክንቅፅል ኢና ምቅላል ትብል ቃል ናታ ሕሉፍ ብዝተፈላለዩ ኣስማት ክንርያ ኢና ብዝተፈላለዩ ዓንቀፃትን ኣስማትን ኣነ ኣቃሊለ ቁሩብ ቻለንጅን እያ እዚኣ ፕሊስ ፔ ኣቴንሽን

ኣቃሊላቶም ክንብል ንኽእል ኢና። ኣቃሊላቶም፣ እሳቶም ኣቃሊላቶም ወይ ድማ ኣቃሊል ኣቶም፣ እሳተን ከምኡ ድማ እዚ ኣቃሊል ኣተን ዘሎ ኣቃሊ እዚኣ ላ ክትከውን ትኽእል እያ ልኣ ስለ ዘሎ እቲ ድምፂ ድምፂ እንታይ ኢለኩም ድምፂ ስዕር እዩ ኣቃሊላተን እሳተን ኣቃሊላተን እስኹም ድማ ኣቃሊልኩም ይበል

ኣቃሊላቶምዋ ክብል ክእል እየ so እዚ ልኣ ዘሎ ኣስተብህልሉ ከምኡ ኢለኩም ኣለኹ ቅድሚ ሕጂ ኣብ ዝሓለፈ so they underestimated it እሳተን ኣቃሊለን ኣቃ

you know ቶም ሰብኣይ ቶም ሰብኣይ ሲ ኣቃሊሎም እምሪኦምዎ ሜቢ ተረቲዖም ይኾኑ ሕጂ እሶም ኣቃሊሎምዋ ነታ ጉዳይ ነታ ነገር ሂ ኣንደርሲሜትድ ኢት ፎር ሲኒየር ሜል ያ እሰን ኣቃሊለንኦ ድማ ወይ ድማ እሰን ኣቃሊለንኣ ነታ ጉዳይ ሺ ኣንደርሲሜትድ ኢት ስለዚ ነዚ ሩልስ ኣንደርስታንድ ክንገብሮ ኩላክና ኢምፖርታንት እዩ ኣይ ኖው ዘ ወርድ ኣንደርሲሜትድ ኢት ሉክስ ነዊሕ ግን እቲ እንታይ ዝበሃል እቲ ሩልስ ሰሴም እዩ ሶ ኣብዚ ኣነ ኣቃሊለዮ እንተኢለ ንብዙሓት ድማ ኣብዚ ኣነ ኣቃሊለያቶም እየ ዝብል

የስ ንብዙሓት ድማ እስኺ ኣቃሊልክያቶም ነቶም ጉዳያት ኣቃሊልክያቶም እስኺ ኣቃሊልክያ እስኺ ኣቃሊልክያተን ንዓኣተን እዚ ኣቃሊልክያቶም ክብል ከለኹ ንዓኣቶም ሴም ቲንግ ዚስ ዋን ኣቃሊልካያቶም ክብል ከለኹ ንዓኣቶም ኣቃሊልካያተን ክብል ከለኹ ንዓኣተን ማለት እዩ ሕጂ ድማ ኣብዚ ኣለኹ እሱ ኣቃሊልዎ እሱ ነቲ ጉዳይ ኣቃሊልዎ እሱ ኣቃሊልዋ ሕጂ እሱ ቃሊልዎ ክብል ከለኹ ንብዙሓት ድማ እሱ ኣቃሊልዋቶም ነው ሂ ኣንደር ሲሜትድ ዘም እሱ ኣቃሊልዋ ሂ ኣንደር ሲሜትድ እት እሱ ኣቃሊልዋተን ሂ ኣንደር ሲሜትድ ዘም

እስኻትኩም ኣቃሊላትኩምዎ ነቲ ጉዳይ እስኻትኩም ሲ ኣቕሊልኩም ሪኢኹምዎ ማለት እዩ በቲ ልምዲ ንዛረቦ እስኻትኩም ኣቃሊላትኩምዋ ኣቕሊልኩም ሪኢኹማ ከምቲ ንሕና ንብሎ ማለት እዩ በዚ ሕጂ ዘሎ ሞደርን ላንጉጅ ዩ ኣንደርስቲሜትድ ኣብዚ ድማ እስኻትኩም ኣቃሊል ካትኩም ዋቶም ነቶም ጉዳያት ማለት እዩ እስኻትኩም ኣቃሊል ኣቃሊልካ ኩምዋተን ድማ ከም ከም እተን ነገራት እንተ ደኣ ኣነኣኢስኩመን ማለት እዩ ብሓፂሩ ዩ ኣንደርስቲሜትድ ዘም ኦኬ ነዊሕ እዩ ዝመስል ሰንተንስ ልክዕ ከምቲ እንግሊሽ ነዊሕ ቃል ተጠቂመ ዘለኹ ግን እቲ ኣገባብ ተተረዲእናዮ ቀሊል እዩ ምክንያቱ እንታይ እዩ እቲ ኣገባብ ዘን ኣብዚኣ ዘለዋ እየን ኣልዕል ኣቢልና እስኻትኩም ኣቃሊልካትኩም ተይለ ዘን ዋቶም ይውስኸላ ነዚኣ ነዚኣ ድማ ዋተን ይውስኸላ ንደቂ ኣንስትዮ እንድሕር ኮይነን ሴም ቲንግ ሄር እስኻትክን ክብል ከለኹ ንደቂ ኣንስትዮ ድማ እስኻትክን ኣብዚኣ እስኻትክን ኣቃሊላትክን ወይ ድማ ኣቃሊላትክንኦ ኣብ ዝብል ኣለኹ ዩ ኣንደርስቲሜትድ ኣብዚ ከዓ እስኻትክን ዓቃሊላትክን ኣቶም ይብላ ኣለኹ የኖ ኣብዚ ከኣ እስኻትክን ዓቃሊላት ክነኣ ማለት ሲ ቀሊል ቀላል ጌርክን ወሲድ ክነኣ ማለት እዩ እስኻትክን ዓቃሊል ኣቃሊልካ ክነኣተን እንተኢለ ድማ ንብዙሓት እየ ዝዛረብ ዘለኹ ኣቃሊል ካትክነኣተን ኖ እዚኣ ኩሉ ግዜ ሓፍ ኣቢለ እየ ነዚኣ ዝወስዳ ነዚኣ ሓፍ ኣቢለ እየ ዝወስዳ ናብዚኣ ወላ ሓንቲ ኣየብለላን እዚኣ ጥራሕ ኣቶም ኣተን እየ ዝውስኸላ ኢፊሩ እዩ መንበር ኣብዚ ብቆ ናይ ኣ ፋሚሊ ዝውድእ ተደኣ ኮይኑ በዚ ቀይሕ ገይረዮ ዘለኹ ኣቶም ኣተን እዩ ዝውድእ እቲ ካልእ ግን ከም ዘለዎ ኣብዚኣ እንታይ ገይረልኩም ዘለኹ እዚ ልካ ኖ ኣብዚ ደኣ ንኣ ዝብል ዘሎ እዚ ንኣ ናብ ና ክንቅይሮ ንኽእል ኢና ኣብዚ ዘሎ ድማ ከምኡ እቲ ዳማምፃ ማለት እዩ ኣዳማምፃ ሕጂ ከነዳማምፆ ከለና ነዚ ኣቃሊልካ ትክናቶም ክብል ይኽእል እየ ነዚ ከዓ ኣቃሊልካ ትክና ተን ኢለ ከድምፆ ይኽእል እየ ኣብዚ ድማ ሕጂ እሳቶም እሳቶም ኣቃሊል ኣቶምዎ ክብል ከለኹ እንታይ ክገብሮ ክእል እዚ ኣብዚ ለኣ ዘሎ ላ ክኾኑ እዩ ኣቃሊላ ቶምዎ ክብል ኽእል እየ ኣቃሊላ ኣቃሊላ ቶምዎ ንሳቶም ኣቃሊላ ቶምዎ ወይ ድማ ንሳተን ኣቃሊላ ኣብዚኣ ምስ በፃሕኩ እንታይ ገብራ እዚኣ ልኣ ዘላ እንድሕር ላ ገይረያ እዚኣ ኣቃሊላ ቶምዋ ይገብር ስለዚ እቲ እቲ ዳማምፀ እያ ዝዛረብ ዘለዎ ተዘይኮነ ብፅሑፍ እቲ ኮሬክት እዚ እዩ እዚ ድማ ንሳቶም

እንታይ ዝበሃል ገብረኒ ግን ክንለምዶ ድሕር ደጋጊምካዮ ጥራሕ ኢኻ ትለምዶ ኣነ እውን ንስኻትኩም እየ ዝመሃር ዘለኹ እሳተ እንተኢለ ድማ ከምኡ ኣቃሊል ኣቃሊል ኣተንኦ እሳተን ኣቃሊል ኣተንኣ ማለት they underestimated it and here ኣብዚ ከም ዘሎ እሳተን ኣቃሊል ኣቃሊል ኣተን ኣቶም እሳተን ከ እሳተን ኣቃሊል ኣሃ ኣተን ኣተን ኦኬ ከምዚ ጌጋ ዘለዎ ከይመስለኩም ሉክ ኣት ኢት እሳተን ኢለ ኣቃሊል ኣ ኣቃሊል ኣተን እዚኣ ከምዛ ከም ዘላታ እያ እዚኣ ኣቃሊል ኣተን ዘላ እዚኣ ኣቃሊል ኣተን ኣቶም ሽዑ ንዓኣቶም እየን ዘቃልለኦም ዘለዋ ማለት እዩ በቲ እሳተን ኣቃሊል ኣተን ኣቶም ኣተን ኣቶም ክልቲኤን ዚኤንሲ ከየዳናግረኹም ኣብዚኣ ክልቲኤን ኣተን ኣቶም ኣለዋ ኣብዚኣ ድማ ኣተን ኣተን ኣለዋ ሶ ከየዳናግራና እዚኣተን ዳብሌን ዝኣትዋ እሳተን ኣቃሊል ኣተን ኣተን ኣቃ እዚኣ እታ ናይ መጀመርታ ኣቃሊል ኣተን ዘላ ኣቃሊላተን ንኣተን ንዓኣተን ማለት እዩ እዚኣ ድማ ንዓኣቶም ማለት እዩ ኣብዚ ድማ ናይ ምክብባር ማለት ብሓፂሩ ናይ ኣኽብሮት እስኹም ኣቃልልኩምዎ እስኹም ኣቃልልኩምዎ ብሎ ኣለኹ ነቲ ጉዳይ እስኹም ኣቃልልኩምዎ እስኹም ኣቃልልኩምዋ ቶም ድማ ንብዙሓት ንብዙሓት ጉዳያት ማለት እዩ እስኹም ኣቃሊል ኩምዋቶም እስኹም ኣቃሊል ኩምዋተን ዩ ኣንደርስሜትድ ዘም ብሎም ኣለኹ ንዕኦም ነዞም ሰባይ ንዕኦም ንዐእን ድማ ስኽን እብለን ኣለኹ። ስኽን ኣቃሊልክንኦ ነቲ ጉዳይ። ስኽን ኣቃሊልክንኦ፣ ኣቃሊልክንኣ ኢለየን። ነታ ጉዳይሲ ኣቃሊልክንኣ። ስኽን ኣቃሊልክንኣቶም ንብዙሓት ነቶም ጉዳያት እየ ዝብል ዘለኹ ኣብዚ። ኦኬ ኣብዚ ንሓደ ጉዳይ እዩ። እስኽን ኣቃሊልክንኦ ክብለን ከለኹ ንሓደ ጉዳይ እዩ። ንሓደ ከም ተባዕታይ ወሲደ ኣቃሊልክንኦ እብለን ኣለኹ። ኣብዚ ድማ እስኽን ኣቃሊልክንኣ ነታ ጉዳይ ሽለል ኢልክን ርኢኽንኣ ኣቃሊልክንኣ። ኣብዚ ግን ንብዙሓት እዩ እስኽን ኣቃሊልክንኣቶም ንኹሎም ነቶም ጉዳያት እስኽን ኣቃሊልክንኣተን ንኹለን ነተን ጉዳያት ሸለል ኢልክንአን ዩ ኣንደርስሜትድ ዛም ኣብዚ ድማ እሶም ተኢለ እሶም ኣቃሊሎምዎ ኣቃሊሉ ነቲ ጉዳይ ባዕሎም እዮም ኖ ተረቲዖም ሕጂ ኣቃሊሎምዎ እሶም ኣቃሊሎምዋ ነታ ነገርሲ ኣናኣኢሶማ ማለት እዩ ሂ ኣንደርስቲሜትድ ሲኒየር ማን ኖ ኣብዚ ድማ እሶም ንብዙሕ ነገር ንብዙሕ ጉዳያት እንድሕር ኮይኑ ግን ንሶም ኣቃሊሎምዋቶም ነቶም ጉዳያት ኣቃሊሎምዋቶም እሶም ኣቃሊሎምዋተን ከም ማለት ከም ደቀቕቲ ነገራት

ንብዙሕ ብዙሓት ጉዳያት እንተነይሮም ግን እንታይ ይብል ኣለኹ ሺ ኣንደር ሲሜትድ ዘም ክብል ተደልየ እሰን ኣቃሊለን ኣቶም ነቶም ጉዳያት ኩሎም እሰን ኣቃሊለን ኣተን ነቶም ማለት ንኣሽቱ ነገር ገይረን ቆፂረናኦ ማለት እዩ ሺ ኣንደርስቲሜትድ ደም ኣይ ሆፕ ኣንደርስታንድ ጌርኩማ ክትኮኑ እዚኣ ቢ ቻለንጅን እያ ንውሕ ንውሕ ዝበላ ቃላት ስለ ዝኾና እንታይ እዩ ፕራክቲስ ፕራክቲስ ፕራክቲስ ደጋጊምካ ክትሪኦ ኣለካ ኣነ ንገዛ ርእሰይ ማለትሲ ነዊሕ ግዜ ከምዚ ዓይነት ዘረባ ጌርካ ኣይትዛረብን ኢኻ ኣይውሽ ማለት ኩሉ እሩም ሰዋሱ ጌርና ንዛረብ ነርና ቶ ንኸውን ምክንያቱ ምስቲ ህዝብኻ ክትነብር ከለካ ከምቲ ህዝብኻ ኢኻ ትኸውን ሕጂ ነቲ ኣገባብ ነቲ ቁኑዕ ኣገባብ ድማ ኣወንዚፍናዮ ንፀንሕ ግን ሞር ክንማራመር ተጀሚርና ኢፍ ዊ ፕራክቲስ ሞር ኣይም ሹር ነብስና ከም ንድንፍዕ ርግፀኛ እየ እሞ ሰሰናዩ ጠጥዕሙ ንዓኻትኩም ሲዩ ኦን ማይ ኔክስት